ውለንጓ ንዓውፀያ ልዕድጋ ኣቅምትና ልካ ተሓባብርና ልካ ልዕድጋ ሰብ ተፅዕኖ ሐዚ ግን ሐዚ ግን ቦታ ይተፃበበልና ካሊእ ኦርደር ንገብረሉ ንዓውፀዳ ተወሎ ክወስዳ ተኸደ ሶፍቲ ወራ ይኮነ ሶፍቲ ዶም ይነብሩ ጠቅላላ ማለት እዩ ሕዚ ከምዚ ዓይነት ነፃታና በቃ ነፃነታውያን ኹኑ በቃ ክድንቁር እየ ዝበለ ሰብስ ብፍቃዱ ክድንቁር ምሕዳግ በቃ ድንቁርና ልኾነ ኣንቴና ንን እንድሕርካስ ሃባ ክገጥመልካ ኣብ ቴሌቪጅን ይወሎ በቃ ግጠመሉ ድንቁርንኡ ርኣየሉ ደስ ይበሎ ኣስተኣናግድዎ ክድንቁሬ ወ ብርቅየ እንስሳ እኮ እዮም እዞም ደናቁር ኣብ ትግራይ ድለው ወየ ቱሪስት ንጥቀመሎም ሕዚ ናትና ናብ ትግራይ ድነበረ ሓርማዝ ግዛዕ ግዛዕ እያ ወስድዎም ሻዕብያ ውሎም ንሓሾም ዶም ናብ ማነማይ ንኣምኒ ሕዝስዋ ቅድሚ ሕዚ ልሊ ስታሊን ግዜ ዓምዳ ወልና ነብሮ ኣብ ለይሜ ማን በፅሕና ኢና ሕዚ ኣብ ትግራይ ዓጋዜን ሓርማዝ ገለ ኣይለ ይበሃሎ ታኸነና ሀዚ ሓደ ሃፍቲ ደናቁር ልኾኑ ብርቅየ እንስሳ ነውና እዚ ህዚ ካብ ካሊእ ዓለም መፁ ክመሃረሎም ድኽእል ድንቁርና እኒሀና እዚኦም ኣብ ሓደ ፓርክ ገብርና ደብረ ፅዮን ድባዕሉ ክሞት ኣይብሉ ምግበይ ድባዕሉ ክሞት ኣይብሉ ናስርቂ ኣርማ ናይ ድንቁርና ኣርማ እዚኦም ብርቅዬ እንስሳ እዮም ኣብ ሓደ ታይ ስሙ ገብርና ዋላ ክእሰሩላ ኣይንፈቅደሎም ብቱሪስት ክሪኦም ጥራሕ ይድነቡ ቱሪስት ዳ ረእዮም ዳ ተምሃረትሎም ዓለም ረእይዎምልና ኢዳም ኣሕና ንቀትሎም ንሓርዶም ገለመን ኣይንዳሊ ታማ በቃ እዚኦም ብርቅዬ እንስሳ እዮም ተውሎም ኣውዝቶም ንደብረፅዮን ምፅናት ሕብረተሰብ ትማር ተደሊኻ ልብል ወረቀት ንገብረሉ ልደብረፅዮን ኣብዚኣ ባጅና ስርሕሉ

እንተ ጽቡቕ ድዩ እንተስ ሕማቕ ድዩ ትመሃር ኣሎ ማለት እዩ ካብኡ ዝተረፈ ግን ሞት ምናምን ኣይንምነይ ንማንም ሰብ ሞት ጽቡቕ ስለ ደይኮነ ሓደ መዓልቲ ምሟቶም ስለ ደይቐርዮም ብዝግሃር ሞት ኣያድሊ ሶ ሕቶታትኩም ድንሆኩም ጥያቄታት ግን ድንሆኩም ጥያቄታት ኣብ ከባቢኹም ዘሎ ሽግራት ግን ካብ ምቅላስ ከይተሓድግዎ ግለሰብ ተጸርፉ ውልኹም ግን ኣብ ልኾነ ገዛ ኣትኹም በተለይ ደቂ ራያ ደብረ ጌታቸው ጸርፎሞ ብልኹም ከይትሓሙ ድክር ያብልዎ ኣይግድሸና ጌታቸው ሓደ ኣብ ኣብ ኣብ ፓርቲ ካባሕና ድላዕሊ እንደው ንጸርፎ ድግበአና እኳ ሕና ኮይና ዳኣቶም ክጥብር ጌታቸው ባይዘወ መንግስቲ ኣይነበረ ጠባሪ ህወሓት እዩ ነብሩ ሃምና ውቃበ

ብዓይኒ ሓቂ እንድሕር መፅና በቃ ኣሕና ሃምዚ እዩ ሃምዚ እዩ ዳበለ በቃ እትና መጀመርያ ልድሕሪ እትና ድሕሪ መጀመርያ ገብርዎ ማዕቐብ ምውፅኡ ወይ እንታይ ይበሃል ማጠንቀቕ እዚ መባረሪ ደብዳቤ ምፅሓፉ ዶ ይቐርዮ መጀመርያ ክፅሕፎላ ትግብኦ ነብሩ ድሓር ዕንክሊል ዕንክሊል ውሉ ኣብ መጨረሻ ኣስራ ኣንደኛ ሰዓት ኣባረዮም ውሉ ፅሑፉ መን ክሰሙ ዓሻ ኣይትብሉ ብሱሩኸ ሓደ ሓደ ግዜ ሕዝብ ታብለኹሞስ ብሱሩኸ ርህራሄ ድያ ጽንሕዎስ እስለ ምስኣቶም ዝኾነ ነገር ይነብርዎ ብለስ ይሓስብ ሓደ ሓደ ሻዕ ድባዕለይ ዋ ሓደ ነገር ደነብርዎ ላጋኒ በቃ ሓድጋዶ ክገብራ ዳ ብልዳ ማናት ነገር ሲ እሱ ሲ ህንደየናይ ለኣክል ሚት ፐርሰንት ሕጹ ይድነብርዎ ይብለ የለኣም ሶ ጌታቸው ድኽመታቱ ይደክርዎ

ንሓ- ንሓደ ልኾነ ማሕበረሰብ መግለጺ ብልኾነ ማሕበረ- ብልኾነ ሓደ ሰብ እዩ ልንጸባረቕ። ሕዚ ብዛዕባ ናይ ስድነት ሲ ተጋሩስ ስድ- ስድታት ኣይነበርናይ እ፣ ተጻረፍቲ ኣይነበርናይ ይብሉና ኣለዉ። ኢቭን ብደርፊ ገብሮም ሲ ጸርፋ ውጾም ንጌታቸው ብደርፊ ኣቃናብሮም ማለት እዩ። ሶ ኣነ እዚ ካብ ኣደም ዶ ይቕበሎ ነበረ ትግራዋይ መልኣክ እዩ ትግራዋይ እዚ እዩ ትግራዋይ ኣይፃረፊ ትግራዋይ ኣይሰርቂ ገለል ባህል ኣይቕበሎ ይነብረ ካብ ኣደም ኩሉ ግዜ ልባስ ምስ ኤርትራውያን ዝበለውስ በቃ ኤርትራውያን ኣውፅኦም ቶም ሰረቕቲ ድስ ትግዛዕ ትብለው ሲ ዋ ትግራዋይ ለካለ ይሰርቕ እኮ ይታዩ ምክንያቱ ሲ ሓደ ብሄር ሓደ ዝኾነ ማሕበረሰብ ሰራቂ እነዎ ዓማፂ እነዎ ጥዑይ እነዎ ምሁር እነዎ ድንቆሮ እነዎ ብለ ይላምን ስለዚ እዚ ኣተሓሳስባ እዚ ኣብ ትግራዋይ የለይ ደይኮነ ኣብ ማንም በቃ ማንም ዓለም ልስርቂ ልድንቁርና ልልኾነ ነገር ማንነት ከባቢያውነት ገለመለምነት የኾነ ድነው በቃ መፃፃፋ ይድርስኖ ሶ ኹልና ልና ጌታቸው ምፅራፍ ደርዕና ንቃለስ ዝግበና ልለውጢ ኣብ ዓድና ዝጎድለና ፍትሒ ሕዝም መናእሰያት ተወድብና ቃልስና ንፁሪ ንፅሪ ምግባር ስለ መፃኢ ንደልያ ዓይነት ትግራይ ንደልያ ከባቢ ከመይ ገብርና ንሃንፅ ይህ አተሐሳስባና ክኾን ድነው ወዳም ስለ ደብረ ጌታቸው ጸርፎሞ እሙሳቶም ስማታ ደማ ውሎም እዮም ምግባይ ትጽረፉ የውሎም ኮምኛኝ ድብለው ምግባይ ሰራቂ የውለኹዎም ኣነ ለለ ሐዚ እንድሕር ከምኡ ኮይኑስ ኣነ ንምግበይ ምፅራፍ ክሓድጎ ሳቶም ንጌታቸው ምፅራፍ ክሓድግዎ ማለት እዩ ኣባይ ኮነ ለኣቶም ብናያቶም ርድኢት ጌታቸው ተዓይነ ሰብ እዩ ይደኽድኽዎ ኣይግድሸኒ ኣነ ልለ ምግበይ ድበሃል ሰብኣይ ልለ ናተይ ርድኢት ስለ ድነኒ ብልርደኒ ይድክሮ ማለት እዩ ስለዚ ኣብ ናይ ሓደ ግለሰብ ኣይትንጠልጠሉ ኣብ ስን ሓሳብ ንንጠልጠል ክብል እየ ዋ ኣያለ ኣይኩኑ የመቕመቕዳ ብለዮ ቦላ ጉዕታ

ሓንቲ ማለት እዩ ኣነ ዕድመ ልክዕ ርኤ ስለ ደይፈልጥ ኣብ ትግራይ ደይተሰወ ዝዝከር ሰብ ንመጀመርያ ግዜ ጌታቸው ረዳ ደይተሰወ ዝዝከር ሰብ ተጋርዋኒ ቅድሚ ሕዚ ተዘክሮ ስዋኣት ግዛዕም ዛዕነብሩ ደይተሰወአ ዝዝከር ኣብ ትግራይ ተጋርዋኒ ማዕረ ጌታቸው ረዳ እዩ ምክንያቱ ረኹሞ ካብ ስልጣን ወርዱ ተብሉስ ኩሉሲ በቃ ፅቡቅ ነብሩ ሶ ያቀድሜና ግዛዕ ዳ በሉ ፌስቡክ ተጨናነቁ በቃ ኢንተርናሽናል ዓለም ላብ ድኸድኻዮ ብቲክቶክ ብግዛዕ ምዛዕ ንመጀመሪያ ግዜና ተጋሩ ተይሞትና ንዝከር ልገበረና ጌታቸው ረዳ እዩ እዚኣ ወሲደያ እየ ስለዚ ኣም ጌታቸው ረዳ ተይሞትና ንዘከር ኩልና ብልሞትካ ሽምዓ ምብራህ ባንዴራ ገብሮም ጠቕልሎም መዓልትና ሰደ ኣደላይ ታይልን ፓውሉስ ገታቸው ረዳ ማለት ለኣና ስውእ እዩ ባንዳ ስውእ ባንዳ ስውእ እዩ ኢሉ ዝኾነ ንግግር ተናግሩኒ ሕዚ ሓድሽ ትማልታት ዝወፀ እዚ ማለት ብሃመይ ትገልፆ ማለት ስውእ እዩ ትርጉም የብሉ ባንዳ እዩ ስለዚ ዝተሰወ እዩ ረስዕና እዩ ይብሉና ትግራይ ኢሎም ዝተሰወኡ ኣሕዋትና ባንዳ ኮይኖም እዮም ትሰዊኦም ወይለ ብናቱ ርድኢት እቶም ልሞቱስ ትርጉም ሃምለ ይውሎም ድዩ ልገልጸና ለሎ እስታዋ እስቲ ምብርሃ ማለት ንእሽቶይ ርድእት ክንስ ንገረና። እወ ምክንያቱ ኣነ ዳኣነ ዳኣነ እዞም ልሃገረ ትግራይ ብሎም ልተሰውኡ ልኣነ ብጣዕሚ ማለት ስዋኣት እዮም ላበልኩ ጥራሕ ክናገረሎም ኣይኮንኩ ልዳሊ ብናታቶም መስዋእቲ ልምዓት ክመፅእ በተለይ ኣዶ ውልድ ድንህዎም ሰባት ፍትሒ ኣግንዮም ኣብታ ሳቶም ልምነይዋ ሃገረ ትግራይ ዋላ ይንኹን ክልል ትግራይ ትበሃል ኮይና ፅቡቕ መነባብሮ ድንህዋ ናብራ ክነብሮ ኢል ዳሊ ብሽምዓ ክዝክሮም ገለመለ እሷ ይዳሊ ኣነ እዚ ናይ ሕወሓት ፕሮፓጋንዳ እዩ ናይ ሽምዓ ካብ ህዝቢ ለሚኖም ናይ ሚልዮናት ባንዴራ ዓድጎም ዝስዕስዑ እዮም ክነግረኩም ፈልጦም ማለት እዩ ሕዚ ሃመ ክብልዎም እዮም ምክንያቱ ናጋ ጉሓት ይብለኩም ኮ ኣሕናሲ ብጌጋ ርድኢት ልወፈርና መንእሰይ ኢና ብጌጋ ርድኢት ኢና ወፍርና ልምንታይ ወሉኒ ኣሕና ልፍትሒ ልሃገር ብልና ኢና ኸይድና ወይ ተቃለሱ እዚ መንእሰይ ድነበረ ዳቃለስናም ድነበርና ኸይዶም ኸይዶም ሓንቲ መዓልቲ ሳቶም ልምንታይ እዮም ስለ ሃገር ኣውግዖም ደይፈልጡ ብላ ኣነ

እዋ ኣነስ ፈርሐው ለዮም እዚ ጦርነትስ ኤርትራ ያለ ብዙይ ጸላይትና ብዙይ ካብኡ ተብለኒ ዋይ በቃ ኩሉ ነገር ተጠናቀቁ እዩ ሶስ ፋራ ኢኹ ማለት እዩ በቃ ሃምሳ መቅደም ድሓሱ መስል ክብሎም እዩ ማለት ብሎም ሰው ዋ እሞሴ በቃ እንዲ ኣነ እዚ ናተይ ስግኣት ይብለ ኖኖኖኖ ወያነ ዋይ ህወሓት ብስሩ ህወሓት እኮ ትሕቲ ምድሪ እኮ እዩ ኣተሓሳስባ በቃ መዓት ነገር ግዛዕ ብሎም ሸውዶምና ማለት እዩ ሕዚ እቶም ዝተሰውኡ ባንዳ ኣይ ምባል እኮ ዓው- እ፣ ዓብዪ ነገር ኣይኮነ እዩ ዝተሰውኡ ማሕደግዎም ኣይሪኦ ኣይሰምዑ እየ ዝብል ኣለኹ እካ እኮ ኣያላይ ኣይሮ ኣይሰምዑ ስውኣት ሕማቕ ድዮም ባህለው ባንዳ ድዮም ባህለው ኣይሮ ኣይሰምዑ እኮ ሓደ ሻዕ ዓርፎሞም ብህይወት ድነው ትዲኤፍ ልሊ በዓል ምግበይ ሓሳ ክብሉ እኮ ፀርፍዎም እዩ ኣብ ቅድሚ ዓይኖም ኣካሎም ድጎደሉ ዲ ብሳኣን ሕክምና ሳቶም ወርቂ ክዘርፉ ብሳኣን ሕክምና ልሓሰኹ ብንእሽተንኡ ክድሕኑ ዳኸኣሉ ክድሕኑ ደይኸኣሉ ላብ ካንሰር ተቐይርዎም ኣካሎም ድተቆረጹ ሰባት ሕቶ ስለላልዕሉ ሓሳኻት ተብሎም እዮም ወላ እቲ ማሕበረሰብ ሓደ ሓደ ግዜ ኣነ ማሕበረሰብ ኣይውቀሴ ስለ ልበሃል ድኣ መንጨብጨቢ እዩ መንጨብጨቢ በቃ ምስሊ ደመቐ ምስሊ ዓንበረ ቅድሚ ሕዚ ትድኤፍ ቕርሺ ኣይከፍል እያ ማኪና ዳተብሃለ ነውሩ ተረድእኩም መጀመርያ በቃ ቲዲኤፍ ማለት ኾኾው ሰማይ ኾኾው ሰማይ ነውሩ ማለት እዩ ድሕሪኡ ኸ ምስቲ ናቲ ስርዓት ላተምሃረ ላረእየ እዚ ህዝቢ ልባዕሉ ስለ ናይ ቲዲኤፍ ክብሪ ሓድግዎ ማለት እዩ በቃ ሓድግዎ ድሕሮ እንደገና ትዲኤፍ እንደገና ክነዓቕ ድገበሩ ኣካላት ለግነው እዮም ናይ ትዲኤፍ ኣባላት ኢና በሃልቲ ኮይኖም በቃ ናይ ትዲኤፍ ስነ ምግባር ደይብሎም ሰባት ለለግነው እዮም ኣብ ውሽጡ ብሓፈሻ ግን ሕዚ እሳቶም ሰብል ሰኣነ ሰብ ኣይረእኹም ወይ ዶኹም እንታይ ድብሉ ኣምሓራይ ኢትዮጵያውያን ተዓረቕና ኢና ሻዕብያ ግን ቃታሊ ሰብ እዩ ሓራዲ ሰብ እዩ ምባል ግን እዚ ኣይዋፅ ይብሉ ሓቁ ሓቁ ኣሕና ለኮ ሃይለ ደደቢቲ እስታሊን ይብልና እዩ እምበር ኣሕና ለኤርትራውያን እኮ ፅላይ ይብልና እዩ

ካብ ቪድዮ ዝረእኹዎ ጸገማት ሃይለ ደደቢቲ ስታሊነይ ለድሞይዎ እዝነይ ምውቲ ሰበይቲ ገብሮም ውሉል ጸወይና ሃይለ ደደቢቱ ኣብ ልዕሊ ሬሳ ቆልዓላ ረእየስ ኤርትራውሲ ምውትስ ገይሩ ውሎም ማለት እዩ ምውቲ ምውቲ በቃ ሬሳ ሬሳ እዚኦም ኣራዊት እዮም እኮ በቃ ሬሳ ገብሮም ውሎም ነግሮምና ማለት እዩ ሕዚ ተመልሶም እንደገና እዚ ነገር እዚ ኣይተገበረይ እንድሕር ውሎምና ኣሕና ሃም ተገበረ ስለ ዝኣመና

ነገር ግን እዞም ሰባት እዚኦም እዞም ሰባት እዚኦም ትማሊ ስለ ሻዕብያ ልዕሊ ማንም ትግራዋይ ኮይኖም ላተናገሩ ነብሮምስ ተመልሶም እንደገና ቀደሞት ተዓረቕቲ ምስ ሻዕብያ ንዕረቕና ልበሉ እዙይ ምስ መንግስቲ ኢትዮጵያ ልምንታይ ተዓረቕኩም ዋይ ፎቶኻ ዶ እዝንኻ ትቆርጥጥካ ውዕል ፕሪቶሪያ ፈርምና ኣነ ዶ ፈርመዮ ጓራያ ኣነዚ ኣብ ዕሩቕ ኢትዮጵያ ኢትዮጵያዊት እየ ምባለስ ተሓጢኣትኒ ኣነ እኳ ይኹን ወይ ከይደ ድፈረምክዎ ወይ ድተስማዕማዕክዎ ሕወሓት ትበሃል ድርጅት እኮ እያ ህዝቢ ትግራይ ወኪላ ከይዳ በቃ ንሞት ደሊናዋ በይዛኻ ጌታቸው ፈርም ኢላ ፈርሙ እሞ ዋ ኣብ ዝተፈረመ ነገር እንታይ ትብልኹም ንደኣነ ኣነ ሕዚ ኢትዮጵያዊት እየ ምባለ ዝሓጢኣት ኣይኮነ ምክንያቱ ኣነ ግለሰብ እየ ሓደ ካልኣይ ነገር እንደገና እቲ ዝገበርዎ ነገር ፍርምኦም ባዕሎም ተስማዕሚዖም ንፈራረሞ ኣለናሲ ከዋፀና እዩ ከንብረና እዩ ኢሎም እዮም ወሲኖምለይ ኣብ ልወሰንለይ ኮ ልነብር ኣለኹ ኣነ ኣነ ኮ ብድልቲ እየ ህወሓት ኣብ ልወሰነትለይ ኮ ልነብር ኣለኹ ምስ ኢትዮጵያዊ ክነብር ፈሪዳትለይ ትማሊ ሓራዲ ክቆራፂ ክልበለትኒ ሌለ ተመሊሳ እንደገና ካልኣይ በደል ሕዚ ሌለ ምስ ሻዕብያ ለንዕረቕ ኢና ትብለኒላ ማለት እዩ ኣነ ኣነ ዋላ ሓንቲ ትሽግር ኣይብለይ ሓንቲ ጌጋ ኣይብለይ እቲ ጌጋ ኮይነ እንሆ ህወሓት ህወሓት እዩ ምስ ለቃተሉኒ ሰባት ልኡ ክጥዕሞ ያተዓርቐኒ ኣብ ለይቲ ዓሞ እንደገና ለለ ልትኻል የቃታል እንደገና ለለ ተመልሶ ምስኡ ክዕረቕ እየ ይብለኒ ማለት እዩ ሶ ኣነ ህወሓት ብል- ብልፈረመቶ እየ ልኸድ ኣለኹ ጓራያ ከይደ ልተወዓዕልኽዎ ኢትዮጵያዊ ይብለ ልተወዓዕልኽዎ ብልፅግና ይብለ ህወሓት ትበሃል ድርጅት እ፣ ሸፋጢት ሎቕማፅ እ፣ ሻዕብያ ልፈጠራ ፈጣሪያ ሻዕብያ መን ፈጠረኪ ህወሓት ሻዕብያኪ መዓዝ ፈጠረኪ ደደቢት በረኻኪ ድሕሪኡ ከ ተሃበኪ ኣራት ኪሎ ሓገዘኪ ድሕሪኡ ከ እታ ገበረኪ ቴስዓ ተባኣሰኪ ድሕሪኡ ከ እታ ገበረኪ በደለኪ ኣነ እንታይ ገብረ ሕዚ ኣብዚ እንታይ እየ ገብረ ኢሉ ጥለቑኒ ዳየ እመን እየ ኮየ እመን እየ ሰው ኣየል ኣይትክክልኹምና ኣብኣ ቃጽልዋ ሰምዕ ኣለኹኩም እየ ኣነለ ኣይ ጨለ ደስ ዝብል ኣገላልፃ ላገለፅክ ነርክን ኣነ ድሕር ንክልተ ዓመት ክኾን እየ ላይፍ ከፍተ እናታይ ደ ክብለኩም ደልየ ሰብ ልመሰሉ ሓሳብ ክናገር መሰል ኒዎ እዩ ልተረድኦ ርድኢት ክናገር መሰል ኒዎ ስለዚ ኣብዚ መፅኹም ትፃረፉ ባይዘወይ ኣነ ካብ ብሎክ ማል ወፃኢ ካልእ ክብለኩም ስለለ ይኽእል ብብሎክ ካብ ክደክም ኣነለ ወይ ባዕልኩም ውፁ ንሕለ ይጥዕመኩም ኮይኑ ትልንገርሉ ንግግር ሕና ይህን ምህን ኢና ንበሃል ኣለና ባይዘወይ ማለት ፀገማታ እዩ ሃመ ገይርካ ይፈታሕ እና ልብለና እና መፅኹም ተለይ ፃረፉ ደስ ይብለኒ ተለይ ኮይኑ ያው ብሎክ ላተገበርና ንውዕሌና ማለት እውን መዓልቲ ወድራያ ድንቁርና ወ ደናቁር ኢና ስለዚ ደናቁር ኮይና እታ ትሰምዕ መፅኻል ኣብዚ እዩ ዳዳናቁር ታኒካ ላብቶም ንቕሓት ዘይትፈል ክብረት ያበልና ብጣዕሚና ነመስግን ሕጋውት ባንዳ ኛ ኣካል ናይዚ ቃልሲ እዩ። ብ መሪሕነት ክንቕይር ንኽእል ኢና። ወየ ሰሉዋይ ሀመይ ኢኻ
ኣናይ ሃሚኒ ኸይ
ኣለ እነ እግዚኣብሔር ምስገን ንእሽተይ ዶ ካዳምፀኩም
ኣዳምፅ ዶ እቲ ሓሳብ
ሕዚ ካራ ሴት ላዕለ ሰብ ሓወይ ሕዚ ክሰምዐኩም ላብኣኻ እየ መፅእ ኦኬ ኦኬ ጨላ ባይዘወይ ኣብዚ ልኒኦኹም እግረ መንገደይ ለመልእኽቲ ከመሓላልፍ ልዓርቢ ኣድምን ማሃውና
ኣድምን የብልኽን ይደኽና ደላይ ኣደላይ ስምዐኩም ኣሎ
ግን ሰብ ክስሕባ ይኸኣልኹ ይባ ሙሉእ ግበርዎ

ኩለን ኣብርህወን ትሞችኒ ኣብረኸ እኮ እቱም ሰባት ብሎኮ የገብረክን ጥራሕ ፍርሓ ኣሶ ኦኬ ኦኬ ኦኬ ኦኬ ኣብ ምንታይ ዓሰዮ ዝፀንሐ ሓዝኻ ሕዚ መፅእ ኣለኹ እንዳ ጨላ ኦኬ ሓደሽቲ ድመፃኹም ኣሕዋተይ

ኣብ ምንታይ ድኣ ዓስየዮ ዝጸንሐ ኣንስ ሓዝኻ። ሕዚ መጽእ ኣለኹ እንዳ ጨላ ኦኬ ሓደሽቲ ዝመጻኹም ኣሕዋተይ ኣይ ቲንክ ሰምዕኹሞ ትኾኑ ኢኹም ዛ ኣጀንዳ ወዶ ኣብኡ ትኩረት ገብርኹም ሓሳብ ጥራሕ ምሃብ ዘይኮነስ መፍትሒ እዩ መፍትሒ ለላቕ መጥና ኢና ንኸድ ማለት እዩ ስለዚ ቅድሚ ናብ ይህን ምህን ምኻድና ግን ዓርቢ ኣብ ወረዳ ራያ ዓዘቦ ጣብያ ማቻረ ቁሸት ሓዲ ስቅኒ ልበሃል ኣየታትና ወለድና ናይ ፀገም ማይ ጎሮሮ ስለልኒሆ በይዛኩም ሓጉዝና ውሎም መፆም ንሆው ስለዚ ልኣታቶም ቻለንጅ ክሌና ምስሊ ራዛ ራያ ምስሊ ጓር ራያ ማለት እዩ ዓርቢ ብዚ ሰዓት እዚ ንጋነ ንክእል ኢና ትክእሉ ክትሕግዙ ትክእሉ ትሕግዙ ታብታብ ብኩሉ ነገር ትሕግዙ ያው ዓርቢ ንጋነ ኣለኹ ካብ ላብ ሓሳብና ንኸዴና እስቲ ሓድሽ ልመፀ ሰብ ነመስለኒ ብላክ ኣፕ
ሰላም ሰላም ታብታብ ጎርቦ ደቂ ዓበይቲ
ሰላም ደኻ ኣመን ኢኻ ማይክ ደኻ ናይ ዕድላ ካስቲ ትብሎ ነገር ኔዶ
እሺ ኣቀዲመ ሰላም ክብለኩም ደሊ ኣሕዋት ንኩሉ ህዝቢ ክርስቲያን ናይ ሰናይ ዝኾነ ፆም ኣርባዓን ናይ ስግዳን ግዘን ሕማማትን ይግበረልና። ዳግማይ ትንሳ ከዓ ብዓብዩ እቲ ህዝቢ ትግራይ ናብ መረበቱ ተመሊሱ ንህዝቢ ኤርትራ ኹን ንህዝቢ ኢትዮጵያ ኩሉ ኣማኒ ክርስትያን ናይ ዳግማይ ትንስኤ ብርሃን ክርኢ እግዚኣብሄር ምስኦም ይኹን ማለት እዩ። ብላይ ተጠምዩ ዘሎ ህዝቢ ከፊእዎ ዘሎ ህዝቢ እግዚኣብሄር የርህወሉ። ቀፂለ ናብቱ ናተይ ሓሳብ ክኸይድ ተኮይነ ጋራያ ሓብተይ እንታይ ትብልነራ ኦቨስቱ ትክክል ሓቂ ንሱ እዩ ኣብ መንጎ ሻዕቢያን ሕወሓትን ደፈላለይ ወላ ሓደ ነጥቢ ይብሎምን ሳንቲም እንተገምጠልካያ ሳንቲም እያ ክልቲኦም ሓንቲ ገፅ እዩ ዘለዎ ማለት እዩ ደቂ ሓትነታት እዮም ዳሓን በሉ ንሕና ግን ከም ህዝቢ ንክነብር ሲ እንታይ ክንገብር ኣለና ማለት እዩ ብፍላይ ኣብ በዓል ትግራይ ቁሩብ ካብቱ ጨፍጫፊ ስርዓት ህግደፍ ዝሓሸ ኣነ ከም ዝረኣኽዎ ብትግራይ ከም ዝመፃኹ ኣብኡ ይሓይሽ ኣትሊስት ናይ ፍሪደም ዘረባ ናይ ፍሪደም ሓሳብ እንድሕር ኣልዩኳ ሓደ ሰብ ኣብ ርእሱ ይሰዓር ኣብ ርእሱ እንድሕር ስዒርካዮ ወዲ እዩ ሰብ ክስዕበካ እዩ ማለት እዩ እጃ ንፉዓት ተጋሩ መንእሰያት ኣለዉ ቻለንጅ ክገብርዎም ዝኽእሉ እውን ንዞም ኣቦታትና ኩሎም እቶም መራሕቲ ናይ ህወሓት ድዮም ገለ ግን ኦቨስ ፓወር ስለ ዘለዎም ከውድቕዎም ኣይክእሉ ናይ ሓሳብ ኢናፍ ኣይኮነን ምስቲ ሓሳብ ከዓ እንታይ ክህልወካ ኣለዎ ሰፖርት ክህልወካ ኣለዎ ህዝቢ ማለት እዩ ከም መንእሰያት ትግራይ ከም ኣሕዋት ኣነ እንታይ ክብል ይደሊ ብኣኹም እሲ ኑቲ ስርዓት ህግደፍ ክንስዕሮ እንድሕር ኮይና ኦቨስ ኣነ ከም ዝመስለኒ ጋራ እያ ሓብተይ ናትኩም ደገፍ የድልየና ስፔሻሊ እቶም ዩኖ ንህዝቢ ትግራይ ሓውና ንህዝቢ ትግራይ ኣብ መንጎ ኤርትራዊ ዶብን ኣብ መንጎ ትግራዊ ዶብን ሲ ናይ ሰላም ደኣ እምበር ናይ ውግእ ዓረር ክህሉ ኣይደልን ኣነ ብፍላይ ስፔሻሉ ንስኹም ፍሪደም ስፒች ስለ ዘለኩም ብኡ ስዒርኩም ምስቱ ኣብ ደገ ዘሎ ሰብ ክትሰርሑ እንድሕር ክኢልኩም ኣትሊስት ናይ ሞትና ናይ ጥፍኣትና ናይ ፅንተት ኣደታትና ተጋሩ ዝተደፈሮ እዚ ሰለስተ ዓመት ውሕድ ኣይኮነን ኦኬ ንዕኡ ክነድሕን ንዕኡ ክንገብር እቶም ኤርትራውያን እውን ኣብ ኣትዮም ዝመቱ ክልተ ደቂ ሓትነታት ተጋሩን ኤርትራውያን ኦኬ ንዑ ቀትሎ እቲ ንዑ ቀትሎ ናይ ካልእ መይቱ ሶ ንዕኡ ክንገብር እንድሕር ኮይና እቲ ስምምዕ ኣባኹም ኣብቶም መንእሰያት ፍላይ ፍሪደም ስፒች ዘለኩም ሰባት መጺኹም ምስ ዝደላየ ፍትሒ እንድሕር ድኣ ክንዛረብ ኮይና ኡቲ ንደልዮ ዘለና ነገራት ክንረክብ ንኽእል ኢሎ ይስምዓኒ ማለት እዩ። ኦቨስ ፓለቲካ ረሳሒ ፖለቲካ ክንስዕሮም ኣይንኽእልን ኢና ንሕና ሓደ ክንስዕሮም ንኽእል ንቲ ህዝቢ ብሓቅነት ክንስዕሮም ንኽእል ኢና ሓቂ ሒዝና ኡቲ ሓቂ እንዳ ነገርካ ፖለቲካ ኮም ፖለቲካ ቆሚጥካ ፖለቲካ ተዛራባይ ገዲፍካ እቲ ፋክት እናሃብካ ግን ኑቲ ህዝቢ ናብ ሰላም ኣምሊስካ፣ እቲ ተፈናቂሉ ዘሎ ህዝቢ ትግራይ ናብ መረበቱ ክምለስ፣ እቱ ብኤርትራ ብዶብ ኮይኑ እቲ ፀላኢ ናይ ትግራይ ኮይኑ ዘሎ እቲ ትግራዋይ እውን ፀላኢ ኤርትራዊ ኮይኑ ዘሎ ህዝቢ ኣፋቂርካ ናብ ሰላም ኣምፂኻ ንዞም ህዝብታት እዚኦም ክስራሕ ይከኣል ይብል ምክንያቱ ሞር ንስኹም ኣብ ዓድኹም ማለት ምስቲ ኩሉ ፀገማት ኣትሊስ ሰብ ፓወር እንድሕር ሃልዎ ክስማዕ ይኽእል እዩ። ሶ ንዚ ነገራት ክሰርሕሉ ኣነ ይላበወኩም ማለት እዩ ኣሕዋት። ኣብቲ ሓሳብካ ድሓን ክውስኸ ድሓር ጽንሕለ ቴንክ ዩ
ኣየላይ ኦኬ ጽቡቕ እዋ ኤርትራዊ ሓውና ኣሕና እሱ ኢና ንገብር ኣለና ሃደ ባይዘወይ ናይና ና ህወሓት ብዲሞክራቲክ ስፒች ጥራሕሲ ትወርድ ትኽእል እያ ናዚ መረጋገፂና ኦሮሞ እዮም ኢለ ደጋጊመ ተዛሪበ ነይረ ሶ ኣይደኖ ምክንያቱ ብስፒች ኣብ ኢትዮጵያ ዘሎ ፖለቲካ ወይ ኣብ ትግራይ ዘሎ ፖለቲካ ብስፒች ክወድቑ ሃም ዝኽእሉ መርኣያና ኦሮሞ እዮም ኦሮሞ ብስፒች እዮም መውድቐሞ ብረት የልዕሉ ጥይት የልዕሉ ከምዚኣ ገይሮም ቆርጢጦም ናቓላእትዮሞም ማለት እዩ ሕዚ እቲ ዋና ሽግር ኮይኑ እኒኦ ናቲ ሕብረተሰብ ምንቃሒ ለይ ምንቃሒ ክውስኖ እዩ ኣይኖ ምክንያቱ ኩሉ በተለይ ኣብ ኦሮሚያ ክልል እዞም ቄሮ ዝበሃሉ መናእሰያት ዝፈጠርዎ ውዳበ ኩሉ ተቐቢልዎ እዩ ከይዱ ነይሩ ንእሽተይ ኣብ ናይና ናይ ምውዳብ ሽግራት ክገጥም ይኽእል እዩ። እሱ እንደገና ከመይ ጌርና ንሰርሐሉ እዩ እምበይ ኣትና ብረት ኣልዒልና ገለ መለ ልሕወሓት ኣይ ዋላ እቲ ህግደፍ ዝበሃል እንድሕር ሪኢኻዮ ስፒች ፖለቲካሊ ምዃኑ ትፈልጥ ስፒች ፖለቲካሊ ሃምለው ድቋ ትፈልጥ ካብ ኤርትራ ቅድሚ ሕዚ ተርእዩ ለይፈልጥ ብዛዕባ ናብ ፖለቲካ ኣብ ሶሻል ሚድያ ዘሎ መልስታት ልመሃብ ተብሂሉ ኣወል ስዒድ ዝበሃል ሰብ ሜድን በርጌድ ንሓመዱ እዩ ኣና ለኣወል ስዒድ ሻዕብያ ዝፈጠሮ ለይኮነስ በርጌድ ንሓመዱ ዝፈጠሮ ኢሊት ኢለ ኢለ ኣምን ንምንታይ ምስልካ በርጌድ ንሓመዱ እዚ ኩላ ነገር ምስ ገበረ ካብ ኤርትራ ብወግዒ ወይ ብስፒች መልሲ ክህብ ዝተዘጋጀየ ሓደ ኣወል ስዒድ ስለዝኮነ ማለት እዩ ስለዚ እቲ ለውጥታት ልምታይ ኢና ለይ ይረኣየና ኣሎ መናእሰያት ኮይናስ ልምታይ ኢና ለይ ንሪኦ ኣለና ኣይደን ብጣዕሚ ብዙሕ ለውጢ ኮኒ እዩ ኣብ ኤርትራሲ ሕዚ ቅድሚ ሕዚ ልነበረ ለውጥታት ልኣብነት ዲያስፖራታትሲ ኣትዮምሲ ቪድዮ ቀሪጾም ክመጹ ለይክእሉ ልነበሩ ሰባትሲ ቪድዮ ቀሪጾም ልመጹ መዓት ዲያስፖራታት እኒህው እዮም። ካልኣይ ነገር ኣብ ኤርትራ በርጌድ ንሓመዱ ልበሃሉ ሃምለለው ልባዕሉ ሕድሕድ ኤርትራዊ ይፈልጥ እዩ። ብዚ ሐዚ ሰዓት እየ ድብሎ ኩካ ቅድሚ ሐዚ ግን መራኸቢ ዋላ ሓንቲ ኢንተርኔት ዶ ዋላ ልትፈላለየ ነገር ስለ ዘይነበራ ብዙሕ ልፈልጦ ተኣምር የነበረ እቲ ማሕበረሰብ በቃ ትለሎ ስርዓት ተቐቢሉ ልክኸድ ገይርዎ እዩ ማለት እዩ ሶ መዓት ለውጥታት እኒኤና እዩ መዓት ለውጥታት እኒኤ ግን እቲ ለውጢ እዚ እኹል ድዩ እዩ የኾነ ይተማ ለውጥታትና ሓንቲ ሓንቲ እዞም ስርዓት እዚኦም ካብ ስሮም ክመሓው ክኽእሉ እኒሄዎም ህዝቢ ኤርትራ ይኹን ህዝቢ ትግራይ ዓርሱ ነፃ ለውፀሉ ኣተሓሳስባ ክውንን እኒህዎ ካብ ባርነት ወፂኡ እንደው ናኻሊእ ባርነት እኮ ይሕሽ ብኻሊእ ቋንቋ ልገዝአካ ማሕበረሰብ ይሕሽ ብቋንቋ ካብ ባርነት ለንብረካ ስርዓት ግን እቲ ኣዝዩ የሰካፊ በቃ ና ድንቁርና ድንቁርናኻ ማለት እዩ ቋንቋ ይርድኤከ ይበሃል ትግርኛ ኢኻ ትሰምዕ መዓት ነገር ማለት እዩ ስለዚ ሕዚ ኣብ ትግራይ ዘሎ ኩነታት ተትሪ ብጣዕሚ ትግረም ኢኻ ኣብዚ ክልተ ዓመት ኤርትራውያን ኣብ ሰላሳይ ገለ ዓመት ለይነቕሕወስ ኣብዛ ክልተ ዓመት ተረዲእዎ ትግራዋይ በቃ ሞር ኣብ ለውጢ ተሰሊፉ እዩ ማለት እዩ እቲ መንእሰይ በተለይ ማለት እዩ እምቢ ልሞት በቃ ሞት ሰይን ሞቲ በቃ እዚ ተኹሲ ወዲ ተኹሲ ዝበሃል ዕጥቂ ወዲ ዕጥቂ ልባስ እምቢ በቃ ሕዚ ሕድሕድ ትግራዋይ ተሪኢኻዮ ንዓ ተቃለስ ኢልካዮስ ልቃለስ ኣካል የለይ ለዲሳቡ ክከድ እዩ ልመርጽ ኣይቃለስ እዩ ምክንያቱ ተቃሊስካ ሞይትካ ተሓሪድካ ድሕሪኡ እንታይ ሃም ልመጽእ ብዓይኑ ብብረቱ ሪእዎ እዩ ታሪክ ኣይኮነ እዩ ንፈልጦ ቅድሚ ሕዚ ብታሪክ ንሰምዕ ነርና ብጾቶም ጠሊሞሞም ልዞም እግሮም ኢዶም ዝተቆረጹ ብጾቶም ኣብ ትግራይ ክልምኑ ከለዉ ኣነ ቆልዓ ኮይነሲ በቃ ሃምዚ ብፈጣሪ ዝተቆረጹ እዩ መስለኒ ብጦርነት ሃም ተቆረጹ ንባዕሉ ኢንፎርሜሽን ይብለይ ሞይትኻ ተሓሪድኻ ድሕሪኡ እንታይ ሃምልመፅእ ብዓይኑ ብብረቱ ሪእዎ እዩ ታሪክ ኣይኮነ ንፈልጦ ቅድሚ ሕዚ ብታሪክ ንሰምዕ ነርና ብፆቶም ጠሊሞሞም ልዞም እግሮም ኢዶም ዝተቆረፁ ብፆቶም ኣብ ትግራይ ክልምኑ ከለዉ ኣነ ቆልዓ ኮይነሲ በቃ ከምዚ ብፈጣሪ ዝተቆረፁ እዩ መስለኒ ብጦርነት ከም ተቆረፁ ልባዕለ ኢንፎርሜሽን ይብለይ ካብኡ ለለ እንደገናስ ኣካልካ ሂብካሲ ካብ ሓንቲ ሃገር ወይ ሓንቲ ክልልስ ኣካልካ ልሃብካያሲ ድሕሩ እንታይ ትገብረልካ ከም ትኽእል ኣይፈልጥ እያ ኣነ ግዴታናና መሰልና ለይንፈልጥ ማሕበረሰብ ነበርና ማለት እዩ ሕዚ ግን ምስ ተረደኒ ሓንቲ ሃገር ትነብረላ ክትሞተላ ጥራሕ ይኮንካ እዩ ህይወትካ ትነብረላ ትወልደላ ትዘምደላ ብዙሕ ነገር ተስተማቕረላ እዩ ኢልካ ሃገር ባንዴራ ጥራሕ ወይ ዋትቨር ኣብ መስዋእቲ ጥራሕ ትፅውዐካ ሃገር ተኮይና እዚኣ ሃገር ይኮን ፀላኢትካ እያ በተለይ ምስ ደለይቲ ፍትሒ ብጣዕሚ ብልተቀራረበ መልክዑ ለቀራርብ ሽግርም እኒሄና ሓዳ ካልኣይ ነገር እንደገና ብለይ ሽግር እንደገና ንሕና ሕውነትና ፅቡቅ ጌርና ንፈልጥ ማሕበረሰብ ኢና ስርዓት መፁ ከዱ ለርሕቕዎ ሕውነት የለ ለቕርብዎ ሕውነት ሃምለ የላ ኣፀቢቑ ኣደልዲሉ ልፈልጥ እዩ በተለይ ኣብቲ ደላይ ፍትሒ ለሎ መብዛሕትኡ ኤርትራዊ ማለት እዩ ኣንሕና እንደገና ብትግራይ ወገን ለለና ኽንድና ደላይ ፍትሒ እኳ ዋላ ይኹን ካብኡ ብሌን ንዓኣስ እንደገና ንለንሕና ኤርትራውያን ኣሕዋትና ምዃንኹም ብታሪክ ብዛንታ ብቋንቋ ብመንነት ብባህሊ ሓደ ምዃንና ንለ ንኣምን ማሕበረሰብ እንዲና ኢና ኣብ ትግራይ ኮይኖም እንደገና እዚ ለይደልዩ ሰባት ምስ ኤርትራዊ ምፍቓር ወይ ምስ ኤርትራውያን ሕውነት ምህላይ ለይደልዩ ሰባት ለለ ግን ኔው እዮም ኣብ መንጎና ኣብ መንጎ ኤርትራውያን እንደገና ለለ ምስ ትግራዋይ ምስ ትዕራቕ ለይደልዩ ኤርትራውያን ሃም ለለዉ ማለት እዩ እዚኦም በህመይ ክሰዓሩ እንድሕር ኢልና ሃመይ ገይሮም ሃም ዝሰዓሩና ምርኣይ ይከኣል እዩ ኣብቲ ፅልእት ሃመይ ገይሮም እዮም ኣእትዮምና ኣንሕና ከ ሃመይ ጌርና ላፍቲ ፍቅሪ ላፍቲ ለሎ ቀጻሊ ሂወትና ትግራዋይ ይኩን ኤርትራዊ ኣብ ዓዱ ተከቢሩ ልነበር ልነብረላ ኤርትራ ልነብረላ ትግራይ ሀመይ ንፈጥር ንህና ልብል ኣዉ ምድሃብ ይደሊ እና እምበይ ዐዚ ብዙሕ ለውጥታት እኒሆ እዩ ብስፒች ጥራሕ ፖለቲካሊ ሃም ልስራሕ ካብ ኤርትራውያን ምምሃር ይከኣል እዩ ኤርትራውያን ስፒች ዲፕሎማቲክ ንክሰርሐሎም ሲ ባሕርማ ባሕሪ ኣቦታትና እዩ ኣብርሽ መዓረይ ባሕሪ ባሕርና እዩ ባሕሪ ባሕርና እዩ ዘይሓቂ እዩ ቅድሚ ሀዚ ንዓሳ እዩ ኢለዮም ነይረ ድኣ ኮንክ ከይንባሲና ባሕሪ ባሕርና እዩ ከዚ ኣብይ ናይና እዩ ስለልውላ ዋ ኢትዮጵያዊት እያ ደቂ ኤረይ መዓረይታ ንግበር ዋ ባሕሪ ባሕርና እዩ ሕደግዎ እዚ ምስ ኣብይ እዮም ትባእሱ ምሳይ ጋራያ ወያ
ጽቡቅ እዩ ዳሓ ድሓር ናትኩ ናይ መንዳ ግን ሓደ ወያ ነገር ክሓተክ እስኪ እሺ እጅስ እዚ ኩሉ ጽቡቅ ዘረባ ክትዛረበ ጸኒሕክ ሲ ኣደ ሴም ታይም እሞ ሕጂ እንታይ ማለት ሲ ኣይ ኖው ዮ ስማርት ኣይ ኖው ዩ ክለቨር ግን ሰምታይምስ ንሓደ ሰብ ጽቡቅ ክትዛረብ ከለካ ሓንቲ ንብዙሕ ኣትዕኖ ኣብቲ ህዝብና ማለት እዩ ንጽቡቅካ ገዲፎም እታ ሓንቲ ሕማቅ ንእሽተይ ትዛረባ ንሱ እዮም ዝወስዱ። ተስዓን ትሽዓተን ፅቡቅ እንዳሰራሕ ክጋራ እያ ሓንቲ ግዜ እንድሕር ተጋጊኺ በቃ እዚያ ዋላ ሓንቲ ትርደና የሰርሕና ኣብልካ ማለት እዚ ከዓ ጌጋ እዩ። ኦኬ ኣደ ሰይም ታይም ግን ሕጂ ንዞም ከምኡ ዘለዎ መንፈስ እዛ ሕጂ ትብለያ ፀናሕኪ ኦቨስ ኣነ ንባዕለይ ክሳብ ሕጂ ዝረኣኽዎ ፋክት የሎን ትግራይ ኣብ ኢትዮጵያ ከምትነብር ሪጅን ምዃና መንነት ዘለዎም ህዝቢ ከም ዘለዉ ትግርኛ ተዛረብቲ ኣክሱማውያን መበቆል ናይ ኣዶሊስ ዘለዎም ኣብ ሓደ ሃገር ኮይኖም ኣብ ንክልተ ሃገር ዝሰግዱ ዝነግዱ ሰባት እየ ዝፈልጥ ኦኬ እዞም ከዓ እቶም ኣብ ኤርትራ ዘለዉ እና ኣብ ኢትዮጵያ ዘለዉ ማለት እዩ ስፔሻሊ ንሕና ከዓ ብኩሉ ዝተቀራረብና ሰባት ምኳና ኣክሱማውያንን ኣደልሳውያንን ማለት እዩ እዚኦ ከምኡ ክትብሊ ከለኹ ሕጂ እዞም ኣነ ኢትዮጵያዊ ክትብሎ ኢትዮጵያዊት ክትብሎ ከለኹ ኢኺ ኦቨስ ንዚኣ ዘይወስድዋ ብዙሓት ኣሕዋትና ሕጂ ኣለዎ ግን ኦኬ እቲ ትግራዋይ ምባልስ ሃገር ገይሮም ዝወስድዎ ሰባት ኣለዎ እዚኦም ከበየናይ ተረድእ እዮም ረድዮኪ እዚኣስ ከመይ ገር ክተረድእለይ እወ እዚ እንታይ መሲልካ እዚ ናይ ኤርትራውያን ሽግር ኣይኮን ኢለ ልኣምን ናይና ና ተጋሩ ሽግርና ኣብቲ ቃልሲ ግዜ ሃገረ ትግራይ ዝበሃል ሕልሚ ነይርና ባህጊ ነይርና ሶ ኣነ ንባዕለይ ናይ ኢትዮጵያ ፓስፖርት ሒዘለሃ ኣለኹ ሲ ኢትዮጵያዊት ክኾነ ይደሊ ካብ ልብሉ ዝነበርኩ ሓንቲ እያ እዚ እንታይ ልወለዶ እዩ ኣነ ሃም ሓንቲ ባይ ዘ ወይ ሕዚ ኮይኑ ተሓስቦ ተለኹ ሃም ሓንቲ ትግራወይቲ ኤርትራ ኣብ ጽልኢ ትግራዋይ ዝተመስረተት ሃገር እያ እንድሕር ልብል ኮይና ትግራይ ትበሃል እንደገና ኣብ ጽልኢ ኢትዮጵያ እትምስረት ሃገር እያ ማለት እዩ ኣነ ኣብ ጽልኢ ዝተመስረተት ሃገር ኣይደለይ ሃም ሓንቲ ግለሰብ ሃም ሓንቲ ትግራወይቲ ግን ነፃ ልኩነት ሃገር ትልየኒ ልደሊ ልብህግ ሰብ እያ ነገር ግን ብኢትዮጵያውያን ኮርየ ወይ ብኢትዮጵያውያን ተናዲደ ብናይ ኢትዮጵያውያን ሕራሮት ሃሊኒ ልምስርቲ ሃገር ግን ኣይተድልየኒ እዚ ማለት ናጋ ንግሆ ልክዕ ኤርትራ ኣብ ፅልኢ ትግራዋይ ተመስሪታ ትብል ተለና ካብ ማንም ብላዕሊ እዚ ትግርኛ ልናገር ልትግራዋይ ይፀልእ ንትግርኛ ልናገር ልነብሱ ማለት እዩ እቶም ካልኦት ብሄር ብሄረሰባት ለለዋ ኣብ ኤርትራ እኮ ፀሊኦምና ለይፈልጡ እዩ ፎቲና ድዮም ፀሉናለስ ኣይንፈልጦም እዩ ጠቕላላ የብልኽካ ኣብ ዝኾነ ነገር ኣብ ፖለቲካ ኣብ ዝኾነ ነገርስ ርእየዮም ኣይፈልጥ እየ ኣነ ትሽዓንተ ብሄር እኔዋ ትበሃል ኤርትራ ኣይ ነው ግን ኣብ ፅልኢት ትግራዋይነት እኔዎም ኢለ ክፍርጆም ኣይኽእል እዩ ምክንያቱ ሪኣዮም ኣይፈልጥ ኣይፈልጦም እዩ ክፃረፉ ሪኣዮም ኣይፈልጥ እዩ ኢቨን እና ትግራዋይ ሞት ክሕጎሱ ሪኣዮም ኣይፈልጥ እዩ እና ትግርኛ ልናገር ውድቀት ሪኦም ክሕጎሱ ሪኣዮም ኣይፈልጥ እዩ ክሓዝኑ ለሪኣዮም ኣይፈልጥ እዩ ክሕጎሱ ለሪኣዮም ኣይፈልጥ እዩ እዚ ይወስድ ሕዚ ተጋሩ ዓብይ ነገር እንታይ ነው መስልካ እታ እንደልያ ሃገር ልሓሰብና እያ ልነበርና እሳ ኣይኾነትይ ምክንያቱ መራሕትና ሃገር ለይኾና ባይዘወይ ደናቁር ስለልኾና ኢና እምበይ ኣለም ገብረዋህድ እንታይ ይብለና ነይሩ ቀዳማይ ምርጫና ኢትዮጵያ እዩ ካልኣይ ምርጫና ኢትዮጵያ እዩ ሳልሳይ ምርጫና ኢትዮጵያ እዩ ይብል ነይሩ ኣብ ጦርነት ቅድሚ ጦርነት ይኹን ዋላ ኣብ ጦርነት እዚ ማለት ሃገር ኣይንኾን እዩ ማለት እዩ ግን ንሕና ግን እንታይ ኢልና ነብስና ነፅናዕንዕ ነርና ፈሊጦም እዮም ብውሽጢ ውሽጢ ሰርሕ ኣለዉ እዮም ብደገ ክነግርዎ ለይደልዩ እዮም ለለዎም ነገር እዩ ገለ ንብል ነይሩ ሃሙ ገይሮሞ ለባብሉና ሰባት ወይም ልጥብሩና ሰባት ነይሮም ማለት እዩ ሶ ሕዚ ኣነ ኢትዮጵያዊት ምዃነ ለይኣምን ኤርትራዊ መዓት ኤርትራውን እየ ብጣዕሚ ልስሕቕ መዓዝ ዳ ኢትዮጵያዊት ኮይኑ ክይልውን ኣበድ እየ ነይረ ይብሎም ግን እሳቶም ኣይተጋገዩ ተጋገኹ ኣነ እየ ነይረ ትግራወይቲ እየ ኣነሲ ኢትዮጵያዊት እየ ኮንኩ ኢላ በልክዎም ስለዝነበሩ ካብኡ ተልዒሎም እዮም ልብል ግምት እኒአኒ ጌጋ እዚ ኢንፎርሜሽን ኢትዮጵያዊት እየ ተዋሂቦም ማለት ተገብተ እዩ ኣለኹ እወ ጌጋ ኢንፎርሜሽን ሒዞም እዮም ሶ ሓ- ኤርትራውያንስ ሓጢኣት የብሎም ክብለካ ደልየ እየ ትማሊ ኣነ ባዕለየ ላበልክዎም ነይረ ኣነ እኮ ኢትዮጵያዊት ኮንኩ ብስሩ ኢትዮጵያ ከይትብልኒ ብስዑዕ ከይተምፁለይ ይብሎም ነይረ እያ ሶ ሕዚ እንደገና ኢትዮጵያዊት እየ ትብሎም ተለኹስ ካብ መኣዘ ኢትዮጵያዊት ኮይኑ ክኢሎም ምጥይቑ ንሰባት ትኽክሎም እዮም ትማሊ ብልነበረና ጉዳይ ምስ ኢትዮጵያ እዚ ልመፃእናዮ መንገዲ ሃም ጌጋ ልወስደሉ መ- ሚንስ እኒሄና ኣና ተጋጌ ዋላ ዋላ እቲ ኣብ ልዕለይ ሕማቅ ተግባር ግን ካብቲ ዓዲ ስካዕ ለይተነፀልኩ ናዛ ዓዲ ፓስፖርት ሒዘላ ከድኩ የኾንኩ ክብል ልግባእ ነገር የኾነ ኢለ እየ ልኣምን ሕዚ ኮይኑ ተሓስቡ ተለኹ ኣብ ስምዒት ኮይንካ ትሓስቦ ትርድኦ ነገራት እዩ ካብ ስምዒት ወፂካ ትርድኦ ነገራት እዩ እኒኦ እዩ ኢቨን ትማሊ እኮ ንካልኦት ሰባት ጀኖሳይደር ላበልኩ ነበርኩሲ ሕዚ ኮይነ ተሓስብ ተለኩ ግን እቶም ናባዕሊ ልብሎም ኣካላት ለኣቶም ኢልና ዋጋ ለኸፈልናሎምስ ጀኖሳይደር ኮይኖም ኮግኒናዮም ኢና ሶ ለይምርዳእ ዓብይ ሽግር ክኾን ይኽእል እዩ ኣነ ሕዚ ኤርትራውያን ኢትዮጵያዊት ይኹን ክገለ ኢሎምኒ ምንም ኣይከራኸርም ብትና ትማሊ ንብሎ ነበርና ሒዞሞ እየ ልብል ተጋሩ ኮይኖም ኢትዮጵያውነቶም እስካዕ ሕዘ ይንቕበል ይልውሉ ኣዲስ ኣበባ እኔው እንታይ ከትለኻ ባክወ ትግራይ ስዕል ኮይናት እንዱ ለኣዲስ ኣበባ ጎይ ላመፀ ትግራዊ ኣዲስ ኣበባ ኮይኑ ለኣብይ ልፃረፍ እኒዮ ህዝቢ ቆዮ ኣነ ዝለስዕቐኒ ድራማ ኤርትራውያን ካብ ኤርትራ ሃዲሞም ትግራይ መፅኦም ሲ ንተጋሩ ዝፀርፉ ነይሮም ውሮ ና ትግርኛ ድንቁርና ባይዘወይ ተመሳሳሊ ድንቁርና እኒና ኤርትራዊ ካብ ዓዱ ብጥይት ተስሒቱ መፅኡ ንመን ይፀርፍ ነይሩ? ንትግራዋይ ይፀርፍ ነይሩ። ካሊእ ነገር ዋላ ይጎርሉስ ቢያንስስ ብሰላም በቃ ዋላ ረድኤት ይህብዎ ድዩ ኣይኖ ይርደአኒ እዩ ሃም ክኾን ዶ ነይሩ ሃም ማሕበረሰብ ሃም ሓደ ቋንቋ ተናገርቲ ልርደአና ህዚ ኮይንናስ ኬንዳ ስለልሃውናዮም መሬት ስለልሃውናዮም ዓብዪ ነገር የኾነይ ሃም ዜጋ ጌርና ክንሪኦም ይግበአና ነይሩ እ፣ ካሊእ ነገር ክንገብረሎም ይግበአና ነይሩ ኻሊእ እዩ እዙይ ናይ ርድኢት ሕፅረት እዩ ነገር ግን ታልሐሸት ርድኢት ሲ ኤርትራዊ ሲ ካብታ ሞት ኒያታ ልበላ ኤርትራስ ትግራይ ትሐሺሉ መማረፂ ወሲድዋስ ተመሊሱ ልትግራይ ልፀርፍ ኤርትራዊ ትርኢ ልእለ ህዝሃም ዓይነት ሕብረተሰብ እዩ ተፈጢሩ ኣብ ትግራይ ትግራይ ትበሃል ስኤል ኮይናትኒ ውይ ውይ በቃ ተጨኒቀ ስራሕ ስኢነላ ዝዓዲ እዚኣ ሰቃ ልጦርነት ጥራሕ ግዲ እያ በቃ ገለ ኢሉ ሰልችዎ ልገበረ ገይሩ ኣየር ቆሪፆ ኣዲስ ኣበባ ምስ ኣተየ ኸዚ ኣዲስ ኣበባ ኮይኑ ኣነ ሰብ ዝገበርክዎ ዓደይ ሰብ ካል ትገብር ሲ ለይ ሰብ ዝገበረካ ልምንታይ እዩ ሰብ ልሃለኻ እዝግዮ ትምክሕቲ እዩ ባይዘወይ በቃ ሓደ ሓደ ግዜ እቲ ዋና ኣብ ዓለም ከቢድ ነብስኻ ለይምቕባል ሕስረት እዩ ውርደት እዩ ለምፀልካ በቃ እስኻስ መን ምዃንካ ለይምፍላጥ እስኻስ መን ምዃንካ እንድሕር ለይትርዳእ ኮይንካ ማለት እዩ ስፔሻሊ ንሕና ከዓ ብኩሉ ዝተቀራረብና ሰባት ምኳና ኣክሱማውያንን ኣደልሳውያንን ማለት እዩ እዚኦ ከምኡ ክትብሊ ከለኹ ሕጂ እዞም ኣነ ኢትዮጵያዊ ክትብሎ ኢትዮጵያዊት ክትብሎ ከለኹ ኢኺ ኦቨስ ንዚኣ ዘይወስድዋ ብዙሓት ኣሕዋትና ሕጂ ኣለዉ ግን ኦኬ እቲ ትግራዋይ ምባልስ ሃገር ገይሮም ዝወስድዎ ሰባት ኣለዉ እዚኦም ከበየናይ ተረድእ እዮም ረድዮኪ እዚኣስ ከመይ ገር ክተረድእለይ እወ እዚ ዘይመሲልካ እዚ ናይ ኤርትራውያን ሽግር ኣይኮን ኢለ ልኣምን ናይና ና ተጋሩ ሽግርና ኣብቲ ቃልሲ ግዜ ሃገረ ትግራይ ዝበሃል ሕልሚ ነይርና ባህጊ ነይርና ሶ ኣነ ንባዕለይ ናይ ኢትዮጵያ ፓስፖርት ሒዘለሃ ኣለኹ ሲ ኢትዮጵያዊት ክኾነ ይደሊ ካብ ልብሉ ዝነበርኩ ሓንቲ እያ እዚ እንታይ ልወለዶ እዩ ኣነ ከም ሓንቲ ባይ ዘ ወይ ሕዚ ኮይኑ ተሓስቦ ተለኩ ከም ሓንቲ ትግራወይቲ ኤርትራ ኣብ ፅልኢ ትግራዋይ ዝተመስረተት ሃገር እያ እንድሕር ልብል ኮይና ትግራይ ትበሃል እንደገና ኣብ ፅልኢ ኢትዮጵያ እትምስረት ሃገር እያ ማለት እዩ ኣነ ኣብ ፅልኢ ዝተመስረተት ሃገር ኣይደለይ ሃም ሓንቲ ግለሰብ ሃም ሓንቲ ትግራወይቲ ግን ነፃ ልኩነት ሃገር ትልየኒ ልደሊ ልብህግ ሰብ እያ ነገር ግን ብኢትዮጵያውያን ኮርየ ወይ ብኢትዮጵያውያን ተናዲደ ብናይ ኢትዮጵያውያን ሕራሮት ሃሊኒ ልምስርቲ ሃገር ግን ኣይተድልየኒ እዚ ማለት ናጋ ንግሆ ልክዕ ኤርትራ ኣብ ፅልኢ ትግራዋይ ተመስሪታ ትብል ተለና ካብ ማንም ብላዕሊ እዚ ትግርኛ ልናገር ልትግራዋይ ይፀልእ ንትግርኛ ልናገር ልነብሱ ማለት እዩ እቶም ካልኦት ብሄር ብሄረሰባት ለለዋ ኣብ ኤርትራ እኮ ፀሊኦምና ለይፈልጡ እዩ ፎቲና ድዮም ፀሉናለስ ኣይንፈልጦም እዩ ጠቕላላ የብልኽካ ኣብ ዝኾነ ነገር ኣብ ፖለቲካ ኣብ ዝኾነ ነገርስ ርእየዮም ኣይፈልጥ እየ ኣነ ትሽዓንተ ብሄር እኔዋ ትበሃል ኤርትራ ኣይ ነው ግን ኣብ ፅልኢት ትግራዋይነት እኔዎም ኢለ ክፍርጆም ኣይኽእል እዩ ምክንያቱ ሪአዮም ኣይፈልጥ ኣይፈልጦም እዩ ክፃረፉ ሪአዮም ኣይፈልጥ እዩ ኢቨን እና ትግራዋይ ሞት ክሕጎሱ ሪአዮም ኣይፈልጥ እዩ እና ትግርኛ ልናገር ውድቀት ሪኦም ክሕጎሱ ሪአዮም ኣይፈልጥ እዩ ክሓዝኑ ለሪአዮም ኣይፈልጥ እዩ ክሕጎሱ ለሪአዮም ኣይፈልጥ እዩ እዚ ይወስድ ሕዚ ተጋሩ ዓብይ ነገር እንታይ ነው መስልካ እታ እንደልያ ሃገር ልሓሰብና እያ ልነበርና እሳ ኣይኾነትይ ምኽንያቱ መራሕትና ሃገር ለይኾና ባይዘወይ ደናቑር ስለ ልኾና ኢና እምበይ ኣለም ገብረዋህድ እንታይ ይብለና ነይሩ ቐዳማይ ምርጫና ኢትዮጵያ እዩ ካልኣይ ምርጫና ኢትዮጵያ እዩ ሳልሳይ ምርጫና ኢትዮጵያ እዩ ይብል ነይሩ ኣብ ጦርነት ቅድሚ ጦርነት ይኹን ዋላ ኣብ ጦርነት እዚ ማለት ሃገር ኣይንኾን እዩ ማለት እዩ ግን ንሕና ግን እንታይ ኢልና ነብስና ነፅናዕንዕ ነርና ፈሊጦም እዮም ብውሽጢ ውሽጢ ሰርሕ ኣለዉ እዮም ብደገ ክነግርዎ ለይደልዩ እዮም ለለዎም ነገር እዩ ገለ ንብል ነይሩ ሃም ገይሮም ለባብሉና ሰባት ወይም ልጥብሩና ሰባት ነይሮም ማለት እዩ ሶ ሕዚ ኣነ ኢትዮጵያዊት ምዃነ ለይኣምን ኤርትራዊ መዓት ኤርትራውን እየ ብጣዕሚ ልስሕቕ መዓዝ ዳ ኢትዮጵያዊት ኮይኑ ክይልውን ኣበድ እየ ነይረ ይብሎም ግን እሳቶም ኣይተጋገዩ ተጋገኹ ኣነ እየ ነይረ ትግራወይቲ እየ ኣነሲ ኢትዮጵያዊት እየ ኮንኩ ኢላ በልክዎም ስለዝነበሩ ካብኡ ተልዒሎም እዮም ልብል ግምት እኒአኒ ጌጋ እዚ ኢንፎርሜሽን ኢትዮጵያዊት እየ ተዋሂቦም ማለት ተገብተ እዩ ኣለኹ እወ ጌጋ ኢንፎርሜሽን ሒዞም እዮም ሶ ሓ- ኤርትራውያንስ ሓጢኣት የብሎም ክብለካ ደልየ እየ ትማሊ ኣነ ባዕለየ ላበልክዎም ነይረ ኣነ እኮ ኢትዮጵያዊት ኮንኩ ብስሩ ኢትዮጵያ ከይትብልኒ ብስዑዕ ከይተምፁለይ ይብሎም ነይረ እያ ሶ ሕዚ እንደገና ኢትዮጵያዊት እየ ትብሎም ተለኹስ ካብ መኣዘ ኢትዮጵያዊት ኮይኑ ክኢሎም ምጥይቑ ንሰባት ትኽክሎም እዮም ትማሊ ብልነበረና ጉዳይ ምስ ኢትዮጵያ እዚ ልመፃናዩ መንገዲ ሃም ጌጋ ልወስደሉ መ- ሚንስ እኒሄና ኣና ተጋጌ ዋላ ዋላ እቲ ኣብ ልዕለይ ሕማቅ ተግባር ግን ካብቲ ዓዲ ስካዕ ለይተነፀልኩ ናዛ ዓዲ ፓስፖርት ሒዘላ ከድኩ የኾንኩ ክብል ልግባእ ነገር የኾነ ኢለ እየ ልኣምን ሕዚ ኮይኑ ተሓስቡ ተለኹ ኣብ ስምዒት ኮይንካ ትሓስቦ ትርድኦ ነገራት እዩ ካብ ስምዒት ወፂካ ትርድኦ ነገራት እዩ እኒኦ እዩ ኢቨን ትማሊ እኮ ንካልኦት ሰባት ጀኖሳይደር ላበልኩ ነበርኩሲ ሕዚ ኮይነ ተሓስብ ተለኩ ግን እቶም ናባዕሊ ልብሎም ኣካላት ለኣቶም ኢልና ዋጋ ለኸፈልናሎምስ ጀኖሳይደር ኮይኖም ኮግኒናዮም ኢና ሶ ለይምርዳእ ዓብይ ሽግር ክኾን ይኽእል እዩ ኣነ ሕዚ ኤርትራውያን ኢትዮጵያዊ ተኾንኩ ገለ ኢሎምኒ ምንም ኣይከራኸሩም ብትና ትማሊ ንብሎ ነበርና ሒዞሞ እየ ልብል ተጋሩ ኮይኖም ኢትዮጵያውነቶም እስካዕ ሕዘ ይንቕበል ይልውሉ ኣዲስ ኣበባ እኔው እንታይ ከትለኻ ባክወ ትግራይ ስዕል ኮይናት እንሉ ለኣዲስ ኣበባ ጎይ ላመፀ ትግራዊ ኣዲስ ኣበባ ኮይኑ ለኣብይ ልፃረፍ እኒዮ ህዝቢ ቆዮ ኣነ ዝለስዕቐኒ ድራማ ኤርትራውያን ካብ ኤርትራ ሃዲሞም ትግራይ መፅኦም ሲ ንተጋሩ ዝፀርፉ ነይሮም ውሮ ና ትግርኛ ድንቁርና ባይዘወይ ተመሳሳሊ ድንቁርና እኒና ኤርትራዊ ካብ ዓዱ ብጥይት ተስሒቱ መፅኡ ንመን ይፀርፍ ነይሩ? ንትግራዋይ ይፀርፍ ነይሩ። ካሊእ ነገር ዋላ ይጎርሉስ ቢያንስስ ብሰላም በቃ ዋላ ረድኤት ይህብዎ ድዩ ኣይኖ ይርደአኒ እዩ ሃም ክኾን ዶ ነይሩ ሃም ማሕበረሰብ ሃም ሓደ ቋንቋ ተናገርቲ ልርደአና ህዚ ኮይንናስ ኬንዳ ስለልሃውናዮም መሬት ስለልሃውናዮም ዓብዪ ነገር የኾነይ ሃም ዜጋ ጌርና ክንሪኦም ይግበአና ነይሩ እ፣ ካሊእ ነገር ክንገብረሎም ይግበአና ነይሩ ኻሊእ እዩ እዚ ናይ ርድኢት ሕፅረት እዩ ነገር ግን ተልሐሸት ርድኢት ሲ ኤርትራዊ ሲ ካብታ ሞት ኒያታ ልበላ ኤርትራስ ትግራይ ትሐሺሉ መማረፂ ወሲድዋስ ተመሊሱ ልትግራይ ልፀርፍ ኤርትራዊ ትርኢ ልእለ ህዝሃም ዓይነት ሕብረተሰብ እዩ ተፈጢሩ ኣብ ትግራይ ትግራይ ትበሃል ስኤል ኮይናትኒ ውይ ውይ በቃ ተጨኒቀ ስራሕ ስኢነላ ዝዓዲ እዚኣ ሰቃ ልጦርነት ጥራሕ ግዲ እያ በቃ ገለ ኢሉ ሰልችዎ ልገበረ ገይሩ ኣየር ቆሪፆ ኣዲስ ኣበባ ምስ ኣተየ ኸዚ ኣዲስ ኣበባ ኮይኑ ኣነ ሰብ ዝገበርክዎ ዓደይ ሰብ ካል ትገብር ሲ ለይ ሰብ ዝገበረካ ልምንታይ እዩ ሰብ ልሃለኻ እዝግዮ ትምክሕቲ እዩ ባይዘወይ በቃ ሓደ ሓደ ግዜ እቲ ዋና ኣብ ዓለም ከቢድ ነብስኻ ለይምቕባል ሕስረት እዩ ውርደት እዩ ለምፀልካ በቃ እስኻስ መን ምዃንካ ለይምፍላጥ እስኻስ መን ምዃንካ እንድሕር ለይትርዳእ ኮይንካ በቃ እዚ ማሕበረሰብ እዚ ዋ ካብ ክተድሕኖ ተጥፍኦ ይልቃ ኣለካ እየ ልብለካ ኣለኹ ታይ ኣብ የጥፊእዎ ገለመለ ጥፊእዎ ኢልካ ታይ እንታይ ኢኻ ሞ ትብል በቃ ዋላ ንስኻ ኮይንኸሰ ኣነሰ ይሕመቕ ይፀብቕስ ትማሊ ኣነ እኮ ኤርትራውያን እኮ ብኣካል ይፈልጦም እዩ ብደው እ፣ ብቦታ ኣይንጋነ እኮ ኤርትራውያን ትማሊ ኣብ ፀገመይ ግን ላየ ገንዘብ ሂቦም ይኾኑ ህዝበ ገንዘብ ደልዩ ልብላዕ ዳቦ እኳ ንገዘሉ ዋላ ላሞተስ ካልሞት ባኒ ይብላዕ ኢለሲ ኣብ ጎነይ ስለልተሰለፉ እኮ እዮም ኣነ ኤርትራውያንስ ኣሕዋተይ ምዃኖም ለረጋገፅኩሉ እየ ልብለኹ ኤርትራውያን ትማሊ ምሳየ ኣብ ችግረይ በኽዮም እዮም ሓዚኖም እየ ልብለኹ እኮ ትማሊ ብልነበረኒ ጉዳይ እዩ ቅድሚ እኳ ኣነ ልፈልጦ ተኣምር የብለ ኤርትራውያን እንታይ እዮም ብስሩኻ ኤርትራውያን ትግርኛ ዲኹም ተውግዑ እንታይ ኢኹም ኣነ ይፈልጥ እዩ ጠቕላላ እየ ልብልኹካ ኣነ ኢንፎርሜሽን የብለ ልምንተ ሕሸካ ድሕሪኡ እየ ታሪክ ላንበብኹ መፅሓፍ ሓደ ሓደ ሰባት ይነግሩኒ ከምዚ እዩ ከምዚ እዩ ይብሉኒ እሞ መጀመርያ ኮ ይከራኸር ነይረ ሃመይ ገይሩ ገለ ይብል ነይረ ማለት እዩ ካብኡ ዓበይቲ ሰባት ተግንኢኻ ለባማዊ ሰባት የረድኡኻ ዋላ እስኻ ሕማቕ ነገር ላተናገርካዮምስ ከረድኡኻ ልምኩር ሰባት ተግኒ ማለት እዩ እቲ ታሪክ ኢቨን እቲ ና ፖለቲካ ርድኢት ለሎ ምንጭታት ካባና ልሐሻ ቐዲምኹም ልነቓሕኹም እኳ ዋላ ኹኑ ዋላ ለውጢ ኣይተምጹሉ ግን ቐዲምኹም ፖለቲካ ታይ ኣዩ ርድኢት ለለኩም ንስኻትም ኢኹም ኤርትራውያን ኢኹም ነይርኹም ኣብ ሶሻል ሚድያ ሰለማዊ ሰልፊ ሃመያ ምልውፃ ንፈልጥ ዲና ተጋሩ ወሪድና ዳውን ዳውን ንብል ኳስ ኣይንፈልጦ እኮ ነይርና ካባኻትም ርኢና ካባኻትኩም ብዙሕ ነገር ወሲድና ምክንያቱ ቅድመና ብዱላት ስለ ዝነበርኩም እዩ ካሊእ ሃልዎ ይኮነ ቅድመና እቲ ሽግር ስለ ዝጠዓምኩምዎ እዩ ቅድመና እቲ ቃንዛ ስለ ዝትፈልጥዎ ኢኹም ኦኬ ሶ ሕዚ እዞም ናይ ኤርትራውያን ተጋሩ ዘሎ ብድዓ ብጣዕሚ ዝገርመኒ ነገር ትግራዋይ ኮይኑስ ኣዲስ ኣበባ ከፊሉስ ዋይ ኣዲስ ኣበባ ዓዲ ዞም እንታይ ድኾን ባንዳ ላየስ ባንዳ የብለን ኣዲስ ኣበባ ክፍ ኢሉ ኣሉ ኣበየካ ከ ባንዳ ትበሃል ተይልካዩ ግን ኣዲስ ኣበባ ልኸደ ይብለካ እሞ እታ ማስኻ ከኸይድካ ኣነማ ፀጊምኒ ከይደ ይብለካ ኣነስ ተሞችኒ ድማ ከይደ ወዲ ጓይ መቃብር ክፍሕር ድየ ከይደ ኣዲስ ኣበባ ኣነስ ፀጊምኒ ዳኣ ኮንኩ ከይደ ሶ ሓደ ሓደ ግዜ እቲ ቃልሲ እቲ እቲ ድንቁርና መካትዒ ሓሳብ ትስእኑ ተለዉ ደናቑር ልወስድዎ ሓሳብ እዩ ኢለ ልኣምን ኣነ ተረዲካ ከምኡ ኢለ ልኣምን በይ ኤርትራዊ ይኹን በቃ እቲ ቀንዲ በቃ ብጣዕሚ ትምክሕተኛታት ኤርትራውያን ነይሮም ጥራሕ እየ ልፈልጥ ትምክሕተኛታት ተጋሩ ሃምለለና ለለ ከዚ ኣረጋጊፀ በቃ በተለይ ድሕሪ ናብ ጌታቸው ረዳ ስልጣን ምውራድ ኣርግግፅ በቃ ኤርትራውያን ተጋሪ ኣሕዋት ኢና ላበሉ ክነርኩ ቅድመ ህዚ ብመንነት ብታሪክ ጥራሕ ዘይኮነ ብባህሪ ብዓርስኻ ምፅላእ ብድንቁርና ብብዙሕ ነገር ኣሕዋት ለማስለና ነገር ከፍ ኢለ ይርኢ ኣለኹ ማለት እዩ ስለዚ ብዙሕ እሳቶም ኢኻ ይኾነ ይብል ሓሳብ ለይኾና እቲ ክኾን ዘለዎ ክኾን ኣሎ እዮ ባይታ ልሉ ሓቂኻ ትነግሮም ይቃበሎ ይቃበሉ ናያቶም እዩ ስለዚ ኣነ ትግራወይቲ ኢትዮጵያዊት እያ ኣብታ ኢትዮጵያ ትበሃል ሃገር ነይኹ በእርግጠኝነት ሓደ ሓደ ሰብ ሕዚ ናብ ባሕሪ ኢለ ጨንቆ በቃ ናብ ባሕሪ ነገር እየ ጨንቆ እንታይ ኢና ንገብር ጓራያ ቅድሚ ህዝቢ ባሕሪ ንዓሳ እዩ ኢላትና ነይራ ከዚ ከናመን እዩ ትብለና ወይ ህዝቢ መን ኣብይ እዩ ይበሃሎ ጭምጭምታ ወግዒ ኤርትራውያን ሕዋተ ንኣብይ እዩ ይበሃሎ ግን ሕሜታ እያ ይፈልጥ